ሰላም ኣብ ዘለኹሞ ይኹን ክቡራት ፍትዋት ቤተሰብ ሎም እውን ከምቲ ልሙድ ብሓዱሽ እዋናዊ ዛዕባ መጺእና ኣለና እሞ ክሳብ መወዳእታ ሓቢርኩምና ጽንሑ ንሎሚ ድማ ኣዶናይ ካብ ኣሜሪካ ኮይኑ ዝፍንዎ ዘሎ ዛዕባታትን መደባትን ድማ ቀልቢ ብዙሓት ዘይኮነ ተስፋ ብዙሓት ኮይኑ ከም ዘሎ ኩልና ንዕዘቦ ዘለና ጉዳይ ይኹን እምበር ኣዶናይ ብርክት ዝበሉ ተኸተልቲ ዘለዎ ናይ ቲክቶክ ቻናሉ ሓሙሽተ ነጥቢ ኣርባዕተ ወይ ከዓ ሓሙሽተ ነጥቢ ሽዱሽተ ተኸታሊ ዘለዎ ብዝተፈላለዩ ምክንያቱ ዘይተፈለጠ ከም ዝተዓፀወ ተዓዚብና ነርና ማለት እዩ ቅድም ኢሉ እውን ናይ ጃኒ መሓዝኡ ማለት እዩ እቲ ብርክት ዝበሉ ተኸታታሊ ዘለዎ መደባት ፅቡቅ ነገራት ተመሓላልፈሉ ቲክቶክ ዓብዪ ቻነላ ከም ዝተዓፀወ ርኢናዮ ነርና ማለት እዩ ናይዚኦምን ካልኦትም ቀንዲ ምክንያቶም እንታይ እዮም ዝብል ብፍላይ ኣድናይ ክፈልጥ ዋላ እኳ እንተፀዓረ ግን ከዓ ክፈልጦ ይኸኣል ነይሩ ብዝተፈላለዩ ግምታት ከዓ ብከምዚ ተዓፅዩ ብሮቦታት ይዕፀው እዩ ብበዝሒ ሰባት ዘይፈትዎ ይኮኑ እቲ ቪድዮ እሞ ይዕፀው ዝብሉ ወዘተ ክዛረብ ጸኒሖም ነይሮም። ኣዱናይ ግን ብዝሓለፈ ሰሙን ማለት እዩ ናብ ኣሜሪካ ምጋሸይ ስለ ዘይተርፍ እቲ ምክንያት ብቀንዲ ናብቲ ናይ ቲክቶክ ቢሮ ወይ ከዓ ቤት ጽሕፈት ብምኻድ እቲ ሓቁ ክፈልጦ እየ ናይ ማን ድዩ እቲ እንሰርሖ ቪድዮ ሰባት ዘይፈትዎ ዘለዉ ወይ ከዓ ካሊእ ሽጣራ ኣለዎ እዩ ስለዚ ኸይደ ከጻርዮ ኢሉ ከም ዝተዛረበ ኩላትና ሰሚዕናዮ ነይርና ማለት እዩ። ክምቲ ዝተዛረቦ ከኣ ድሕሪ ሰሙን ኣቢሉ ናብ ኣሜሪካ ከምዝገሸ፣ ድሕሪ ኣብቲ ኣሜሪካ ምጋሹ ከኣ ብርክት ዝበሉ መደባት ከሳልጥ ኣብ ዝሓሰበሉ እቲ ሃንደበት እቲ ኣካውንቱ ባን ከምዝኾነ ብርክት ዝበሉ ሰባት ከኣ ናይ ኣዶናይ ኣካውንት ዋላ እኳ እንተደልዩ ናይ ኣዶናይ ኣካውንት ሰርች ዋላ እኳ እንተበሉ ክረኽብዎ ኣይኸኣሉን እንትርፍ ክልተ ቪድዮ ንሱ እውን ደሓር እውን መሊኡ ክጠፍእ ኺኢሉ እዩ ማለት እዩ ብዚ ድሕርዚ ከኣ ናይ ኣዱናይ ኣካውንት ባን ኮይኑ ጠፊኡ ማለት እዩ ብኣዱናይ ፋውንዴሽን ዝብል ብዝተፈላለዩ ኣካውንታት ከዓ እቲ ዝኸደሉ ዋና ዓላማ ብላይቭ ከመሓላልፍ ክኢሉ ነይሩ ማለት እዩ እሱውን ኣካውንት ከም ዝተዓጸወ እውን ተደጋጋሚ ሓቢሩ ነይሩ። እቲ ዋና ዝኸደሉ ምክንያት እቲ እቲ ናይ ካብ ኣሜሪካ ከመሓላልፎ ዝደለየ ብዚ ልዕሊ ሓሙሽተ ነጥቢ ሽዱሽተ ሚልዮን ተኸታታሊ ዘለዎ ኣካውንቱ ብኡ ገይሩ ንዓለም ነዞም ህፃናት ዝኸውን ሕክምና ድምፂ ክኸውንን እቲ ዝተደለየ ነገር ከሳክዕን ሓሳቡ ነይሩ ግን ከዓ እዚ ቅዱስ ሓሳብ እዚ ንህፃናት ዝኾን በጎ ተግባር ንከይፍፀም ከዓ እቲ ቻናሉ ዓፅዮሞ ማለት እዩ ብዝተፈላለዩ ከዓ እናኣተው ብዝተፈላለዩ ላይቭ እናኣተው እቲ መንገዲ የከናውንዎ ነይሮም ማለት እዩ እዚ ከዓ ብርክት ዝበሉ ኢትዮጵያውያን ከዓ ቁጥዖ ፈጢሩ እዩ ማለት እዩ ምክንያቱ እዚ ኣብ ልዕሊ ህፃናት ኢትዮጵያ ምፍራድ ማለት እዩ ፅቡቅ ነገር ንከይገብር ፅቡቅ ነገር ንከይሰርሕ ነታ ንኣብነት ዘይኮነ ነቶም ኣብ ኢትዮጵያ ዘለዉ ህፃናት እዮም ፈሪዶምሎም ክብሉ ኣብ ላይቭ ብምእታውካ ነቲ ላይቭ በዓሉ ናይ ፋውንዴሽን ይኹን ብናይ ዝተፈላለዩ ምስ ኣብኡ ዝነሩ ዝሰርሑ ብርክት ዝበሉ ኣንበሳታት ብርክት ዝበሉ ጊፍትታት ከዓ እናወረዱ መፅዮም ትማል እውን ሎሚ እውን ማለት እዩ ኣዱናይ ብዚ ከዓ ብፍላይ እቲ ኣካውንቱ ተመሊሱ ነይሩ ተመሊሱ ብብርክ ዝበሉ እቲ ቪድዮ ዝሰርሖ ነቲ ኮፒ ሊንክ እናገበሩ ብዝተፈላለዩ መንገድታት ማለት እዩ እቲ ቪድዮ ክምለስ እቲ ቻናል ተገይሩ ነይሩ ማለት እዩ ድሕሪ ኣዚ ኣዱናይ ናብቲ ናይ ቲክቶክ ኣብ ዝሓለፈ ብቻይናውያን እዩ ዘዚ ከም ዝነበረ ኩላትና ንፈልጦ እዩ ኣብዚ ሕሳትካ ብኣሜሪካውያን ከም ዝኾነ እዩ ናብቲ ቢሮ ብምኻድ ኸኣ ነቲ ዝሃብዎ ሓበሬታ ግን ኣዝዩ ኣዝዩ ዝገርም እዩ ማለት እዩ። ምኽንያቱ ቲክቶክ ናይ በዓል ዝኾነ ኣሰራርሓን ኣካይዳን ኣለዎ። ነቲ ሓደ ይኣምኖ ነቲ ሓደ ዘይኣምኖ መንገዲ የብሉን። ግን ከም ሓሳብ ኣለናይ ነዚ ጉዳይ እዚ ከመይ ገይርኩም ፈቲሕኩሞ ማለት ከመይ ገይሩ ክኸውን ይኽእል ኢሉ ዋላ እኳ ሓሳቡ እንተቕረበ እቲ ዝሃብዎ መልሲ ግን ኣዝዩ ዝገርም ኢሎሞ ብፍላይ ኣብቲ ናይ ከይሓሰቦ ዘውፅኦ ኣዱናይ ማለት እዩ እቲ ኩነታት ብከመይ ከም ዝተፈጠረ እውን ሓቢሮም ከም ዘለው እዩ ተዛሪቡ ዘሎ ማለት እዩ ምክንያቱ ብናይ ቲክቶክ ናይ ቴክኒክ ፀገም ዘይኮነ ብናይ ሰባት ፀገም ከም ዝኾነ እውን ተዛሪቦም እዮም ማለት እዩ ምክንያቱ ከምዚ ዝገብር ዘሎ ናይ ቲክቶክ ናይ ባዕሉ ናይ ቴክኒክ ጸገም ወይ ከዓ እቲ ናይ መስርሑ ዘይኮነሲ እቲ ቪድዮ ከዓ ብርክት ዝበሉ ሰባት ስለ ዘይፈትዎ ከዓ ብሓደን ብካልእን መንገድታት ኣቢሎም ነቲ ቪድዮ ንክዕፀ ይገብርዎ ኣለዉ ቲክቶክ ከዓ ንዝመፁ ሓበሬታ ነቲ ሕጉ ዝጥሕስ ስለ ዝኾነ ከዓ ነቲ ሕግ ከፍፅም ግዴትኡ ስለ ዝኾነ እዩ ከምዚ ኮይኑ በቲ በለ በቲ ግን ኣዶናይ እቲ ልዕሊ ሓሙሽተ ነጥቢ ሽዱሽተ ሚልዮን ተኸታሊ ዘለዎ ኣካውንቱ መሊሶምሉ እዮም፣ ግን ኸኣ እንደገና ጸኒሑ ብዘየቋርጽ ማለት እዩ ባን ይኸውን እንደገና ካልኣይ ይምለስ ከምሳት እንዳኾነ ይርከብ ማለት እዩ። ነቲ ጽቡቕ ዝገበረ ሰብ ጽቡቕ ኣብ ክንዲ ምምላስ ነቲ ንህጻናት ዝሓስብ ሰብ ንዓኣቶም ኣብ ክንዲ ምድጋፍሲ ምትዕንቓፍ ክሓልፈኒ ዶ እብሎ ክበልጸኒ ደበለ ወይ ከዓ ብስም ክሓልፍ ደበሎ ወይከ ክነግስ ደበሎ እናበልኻ ብቅንኢ ሰይጣናዊ ቅንኢ ብምውዳቕ ኣብ ልዕሊ ጽቡቕ ሰብ ዝሰርሕ ሕማቕ ምስራሕ ግን ኣየዋጽእን ምክንያቱ ሓደ ሰብ ምስኡ እግዚኣብሔር ምስኡ ስለ ዝኾነ ኸኣ ኣሸናፊ እዩ ዝኸውን ማለት እዩ። ምዚ ከኣ ኣሜሪካ ኮይኑ ሐዚ ኣዶናይ እቲ ጸገም ኮይንዎ ዘሎ ብናይ ናይ ባዕሉ ኣካውንት ከይመሓላለፍ ትማሊ ከዚ ኣብነት ናይ ኣዶናይ ኣካውንት ተመሊሱ ስርሑ ጀሚሩ ክበሃል ጸኒሑ ነይሩ እንደገና ካልኣይ ባን ኮይኑ እንደገና ይምለስ ስለዚ እዚ ከም ዝገብር ዘሎ ቀንዲ ዋና ተሓታቲ ዝገብርዎ ዘሎ ብርክት ዝበሉ ኢትዮጵያውያን ጆን ዳንኤል ከም ዝኾነ እዩ ማለት እዩ እዚ ሰብዚ ምስ ኣዶናይ ጥልቅ ዝበለ ናይ ጽልኢ መንፈስ ኣለዎ ምስ ኣዶናይ ስለ ዋላ ይራኸቡ ግን ከዓ ምስ ኣዶናይ ምስ ጃኒ ስለ ዝነበረ እዩ ይብሉ ገሊኦም ከዓ እንደም ካብ ንጃኒ ንኣዶናይ እዩ ዝጸልኦ ምክንያቱ ብፈለወርሲ ይሓልፈ ኣለዎ ብናይ ሰባት ፍቅሪ ይሓልፈ ኣለዎ ብጽቡቅ ስራሕቲ ይሓልፈ ኣለዎ ስለዚ ጆን ዳንኤል ኣብ ኢትዮጵያ ኣነ እየ ቲክቶከር ኣነ እየ ቀዳማይ ኢሉ ስለ ዝሓስብ ኣዶናይ ምስ መጸ ከዓ ፈጺሞም ክወዳደሩ ስለ ዘይክእሉ በዝን ብኸምዝን ብፍላይ ቅድም ኢሉ ከም ዝተሓበረ ነዞም ሮቦታት ብርክት ዝብል ገንዘባት ብምኽፋል ምክንያቱ ንዕፅዮ ንኣዶናይ እንድሕር ኢሉ ብግልፂ እንድሕር ኣውጁ ኮይኑ እቲ ህዝቢ ንኣዶናይ ዘይኮነ ዝዓፅዎ ንጆን ዳንኤል ከም ዝዓፅዎ ይፈልጥ እዩ ሪፖርት ንግበር እንድሕር ኢሉ ተመሊሱ ንዕኡ ሪፖርት ከም ዝገብርሉ ይፈልጥ እዩ እዚ ሓሳብ እዚ ሰይጣናዊ ሓሳብ ምዃኑ ስለ ዝተረደእካ ነቶም ሮቦታት ብርክት ዝበሉ ዶላር ብምኽፋል ኸኣ በብሰዓቱ ሪፖርት ክገብሩ ብምእዛዝ ንናይ ጃኒ ንሓንሳብን ንሓዋርን ባን ገብሮ ክእሉ እዩ ዋላካ ብናይ ሰባት ጻዕሪ ክምለስ ይኽእል ነይሩ እንደገና ከኣ ተመሊሱ ባን ኮይኑ እዩ ማለት እዩ ድሕርዚ ከኣ ነቲ ቀጺላ ካልኣይ ቻናል ዘውጸእቶ እውን እንተኾነ ንሱ እውን መሊሱ ባን ክገብሮ ክኢሉ እዩ ምክንያቱ እቲ ዝዓበየ ገይሩ እቲ ዝተሓተ ስለ ዘይኣብዮ ማለት እዩ ብምቕጻል ከኣ እቲ ሳልሳያ እውን እቲ ሳልሳይ ተውጽኦ ውሕድ ፎሎወርስ ዘለዎ ከዓ ንሱ እውን ባን ክገብሮ ክኢሉ እዩ ማለት እዩ ምክንያቱ ጠቕሊሉ ካብ ናይ ቲክቶክ ዓለም ሙሉእ ብሙሉእ ከም ዘውፃ ድማ ምንም ዘጠራጥር ጉዳይ ኣይኮነ ማለት እዩ ክብራት ተዓዘብትና ሕዚ ከኣ እስራኤል ሒዝዎ ዘሎ እቲ ናይ ኣዶናይ ብርክት ዝበሉ ፈተውቲ ዘፍረየሉ ልዕሊ ሓሙሽተ ነጥቢ ሽዱሽተ ሚልዮን ተኸታሊ ዘለዎ ከኣ ንዕኡ ባን ንምግባር እዩ መጀመርያ ሪፖርታት እናበለ እናበለ እናበለ ሕዚ ኣብ ጠቕሊሉ ኣብ ምጥፋእ ኣብፂሕዎ ኣሎ ማለት እዩ እንደገና ተመሊሱ ነይሩ እንደገና ምጥፋእ ስለዚ ናይ ኣዶናይ ልዕሊ ሓሙሽተ ነጥቢ ሽዱሽተ ሚልዮን ዝበጽሐ ተኸታሊ ንሱ እውን ካብ ባን ምዃኑ ኣይተርፍን ንሓንሳብን ንሓዋሩን እናተባህለ እዩ ክብራ ተዓዘብትና ኮይኑ ግን ናይ ማን ናይ ኣዶናይ ከ ባን ክኾን ድዩ እዚ ሕዚ ከፊቶ ዘለኸ ኣዶናይ ፋውንዴሽን ዝብል ካልኦት ንሶም ከዳ ክዕጾም ኣይኽእልን ድዩ ዝብል ሓሳብ ኣብ ሕቶ ምልክት እዩ ዘሎ እቲ ኣብ ኣሜሪካ ከይዱ ዝሃብዎ ሓሳብ ግን ንኣዶናይ እውን እቲ መፍትሒ እውን ነጊሮሞ እዮም ብኸመይ እውን ንሱ ክምክቶ ከም ዝኽእል ብኸመይ ገይሩ እዩ ክዓፅዎ ዝኽእል ነዞም ሮቦታት ዝወሃብ ብዶላር እናተኸፈሉ ሪፖርት ዝገብሩ ንዓቶም ኸ ናብቲ ናይ ኣካውንቱ ኣትዮም ሪፖርት ንኸይገብሩ ብኸመይ መንገዲ እዩ ክዓፅዎ ዝኽእል ዝብል ሓበሬታ እውን ከም ዝሃብዎ ማለት ብግልፂ ገይሮም እዚ ዝበሃል ሰብ እዩ ናይ ክልቲኦኹም ቻናል ኣዕጽዎ ዘሎ ዋላ እኳ ይበልዎ ግን ብቶም ሮቦታት ኣቢሉ ከዓ ነቶም ሮቦታት ናብ ኣካውንቶም ብምልኣኽ እዮም ክዕጸቡ ክኢሎም ስለዚ ብዝኾነ ይኹን ናይ ማሽን ብመሳርሒ ወይ ከዓ ብኢንተርኔት ተጠቂሞም ሪፖርት ዝገብርሉ መስርሕ ንኸይጥቀም ንኣዶናይ ዓብዪ ዝበሃል ሚስጢር ከም ዝሃብዎ ማለት ብፍላይ ኣብ ኢትዮጵያ ጥራሕ ዘይኮነ ኣብ ምስራቅ ኣፍሪካ ኣብ ኣፍሪካ ከዓ ብዙሓት ክኽተልዎ ዝኽእሉ ምስጢር እውን ከም ዝሃብዎ እናተገለጸ እዩ ክብራ ተዓዘብትና ማለት እዩ ስለዚ ኣዶናይ ሕዚ ብሮቦታት ኣቢሉ ሪፖርት ዝግበርሉ ኣብ ኣካውንቱ ሙሉእ ብሙሉእ ተዓጽዩ ኻልኦት እውን ንቐጻሊ እውን ንብዙሓት መምሀሪ ክኾኑ ዝኽእሎም መንገድታት ማለት እዩ ንዚኦም ከምዚ ናይ ጆን ዳንኤል ዝገብሩ ዘሎ ብምኽፋል ኣብ ልዕሊ እቶም ንሱ ዝጸሎም ሰባት ንዓኣቶም ንዞም ብመኣይት ኣሽሓት ዝቁጸሩ ሮቦታት ብምኻ ሪፖርት ዝገብርዎ ነገር ንኸቋርፅ ዘኽእል መስርሕ እውን ከም ዘርእዎ ንኣዶናይ እቲ ምስጢር ማለት እዩ ክቡራት ተዓዘብትና ስለዚ ኣዶናይ ነዚ ገይሩ ንካልኦትን ናይ ባዕሉ ቻናሉ ናይ ካልኦት ንመፃ እውን እንተኾነ ፀላኢ ብከምስታት ገይሩ ከየሸንፍ ወይ ከዓ ፀላኢኻ ነኻ ፅቡቅ ናትኻ ምዕባለ ዘይደሊ ሰብ ከምዚ ገይሩ ከየውድቐካ መታን ክኽልኽል ዝኽእል ኣብቲ ናይ ቲክቶክ ገጽኻ ክቕመጥ ዝኽእል መስርሕ እውን ከም ዝተዋሃቦ እዩ ተፈሊጡ ዘሎ ክቡራት ተዓዘብትና ስለዚ ሕዚ እውን ናይ ኣዶናይ ነዚ ገባር ጽቡቕ ሰብ ኣካውንቱ ኮፒ ሊንክ እናግበርና ንሓግዞ ንሎሚ ሒዝናልኩም ዝመጻና ብዛዕባ